ሰላም ሰላም ተኸታተልቲ ዊናይ ትግርኛ ንሎማዓንቲ ድማ ዘ ኖርዝ ማን ኣርእስታ ሓንቲ ካብተን ብሉፃት ናይ ቫይኪንግ ፊልሚ ሒዘልኩ መፅየ ዘለኹ ኣብዚ ቀረባ ግዜ ዝሰዶ ዘለኹ ቪድዮታተይ ላይክ ስለ ዘይትገብሩ ዘለኹም ናብ ብዙሕ ሰብ ኣይበፅሕን እዩ ዘሎ ስለዚ እምበኣር ነዛ ፊልሚ ክሳዕ መወዳእታ ርኢኹም እንተፈቲኹማ ላይክ ከይገበርኩም ከይትወፁ እንዳበልኩ ከምኡ እውን ሳልሳይ ምዕራፍ ፊልም ጌም ኦፍ ትሮንስ ኣብዛ ኣፍቀርቲ ፊልም ትብል ሓዳሽ ቻነልና ዘርጊሐልኩም ኣለኹ። ኣብ መወዳእታ ናይዛ ፊልም ወይ ድማ ኣብ ቦታ ኮመንት ሊንክ ናይ ጌም ኦፍ ትሮንስ ክገድፈልኩም እየ፣ ኣቲኹም ረኣይዋ እንዳበልኩ ቅድሚ ናብ ፊልምና ምሕላፍና ግን ኣብ ኣዲስ ኣበባ ዝኾነ ዓይነት ናይ በርዝደይ ናይ ቤቢ ሻወር ከምኡውን ናይ ብራይድ ቱቢን ናይ ሽምግልና መደባት ምስ ዘለወኩም ከን ኣን ዲኮር ኤንድ ሰርፕራይዝ ፕላነር መርቂኹም ይኹን። ከነኣን ዲኮር ዝተፈላለየ ዓይነታት ዲኮር ብርትዓዊ ዋጋ ብባህላውን ዘመናውን ቅዲ ጌርና ከነዳልወልኩም ኢና እንዳበሉ ከምኡ እውን ዝኾነ ናይ ሳርፕራይዝ መደብ ምስ ዝህልወኩም ኣብ ገዛ ይኹን ኣብ ደገ ባዕልና መደብኩም ክነድምቐልኩም ኢና ይብልኹም ኣለዉ ከነኣን ዲኮር ኤንድ ሳርፕራይዝ ፕላነር ንከነኣን ዲኮር ኤንድ ሳርፕራይዝ ፕላነር ክትረኽቦም ምስ ትደልዩ ድማ በዚ ቁፅሪ እዚ ክትድውሉሎም ትኽእሉ ኢኹም። ካብዚ ቀጺለ እምበኣር ናብ ፊልምና ከሕልፈኩም። ምሳኹም ዘለኹ ሓውኹም ዊናየ ሰናይ ምክትታል። እቲ እዋን ሸሞንተ ሚእትን ቴስዓን ሓሙሽተን ዓመት ቅድሚ ልደተ ክርስቶስ እዩ። ንጉስ ኣርቪንደል ምስ በቦ ሓዉ ዝኾነ ፊርዮን ካብ ውግእ ብዓወት ክምለሱ ከለዉ እንዳ ረኣና እዩ ፊልምና ዝጅምር። ንጉስ ኣርቮንደል ናብ ገዝኡ ምስ ኣተወ ድማ ምስ ሰበይቱ ጎርዳን ከምኡውን ምስ ወዱ ኣሜለዝን የራኽብሞ። ንወዱ ድማ ሓደ ኣዝዩ ክቡር ናይ ክሳድ ሃብል ክገብረሉ ከሎ ንርእዮ። ሓዉ ፊሪን እውን ብወገኑ ምስቲ ቲዮር ዝተባህለ ወዱ ክራኸብ ከሎ ንርእዮሞ። ሓደ ሂመር ዝተባህለ ካልእ ዓርኮም ግን ንፊሪን ክላገጸሉ ይጅምር። ብድሕሪ እዚ ንጉስ ምስ ሰበይቱ እንዳዕለለኹሉ ኣብቲ ውግእ ኣዝዩ ከም ተሃስየ የርእያ'ሞ፣ ሰበይቱ በዚ መጉዳእቱ ወላ'ኳ ኣዝያ እንተፈረሐት፣ ንጉስ ኣርቬንደል ግን ወላ ሓንቲ ከም ዘይከውንን ንሱ ክመውት ተኾይኑ ከም ጅግና ኣብ ኲናት ተቓሊሱ ከም ዝመውት ይነግራ። እንተኾነ ግን ዘጋጥም ስለ ዘይፍለጥ ንኣሜልስ ጸውዕለይ ይብላ'ሞ፣ ብኡ ንብኡ ንጉስ ኣርቨንደል ንወዱ ሒዝዎ ናብቲ ቤት መቕደሶም ኸዱ። ሓደ ንጉስ ንውላዱ ንንግስነት ከዳልዎ ከሎ ዝግበር ስርዓት ምስ ፈጸሙ ድማ ንኣሜልዝ ሓደ ዝስተ መስተ ይህብዎ እሞ ነቲ መስተ ሰትዩ ናይ ኣቦኡ ደም ምስ ተንከፈ እምበኣር ካብ ወለዶ ናብ ወለዶ ዝመጽእ ናይ ዓሌቶም ናይ ንግስነት ሓረግ ይርእዮ እሞ ብድሕርዚ ኣቦኡ ሒዝዎ ካብቲ ቤት መቕደስ እንዳወጸ ከሎ ዘይተሓስበ ወተሃደራት ካብ ርሑቕ ንንጉስ ኣርቬንደል ከጥቀዕዎ ይጅምሩ። ንወዱ ኣመለ ዝህደም ኢሉ እምበኣር ንጉስ ኣርቬንደል በይኑ ክፋለሞም ይጅምር እሞ እንተኾነ ግን ዓቕሙ ተዳኺሙ ብምንባሩ ቀልጢፎም እቶም ወተሃደራት ክስዕርዎ ከለዉ ንርእዮም። እቲ ዝኸፍኣ ነገር ከኣ ነዞም ወተሃደራት መሪሑ ዝመጸ ሓዉ ንንጉስ ኣርቬንደል ማለት ፊርዮን ኮይኑ ይጸንሕ። ስልጣን ናይ ሓዉ ንምምንጣል ኢሉ ከምዚ ዝገብር ዘሎ ፊርዮን

ብቆልዓ ተሳዒረ ምንታን ከይብል ንኣሚለዝ ከም ዝቐተሎ ይነግሮም እሞ ኣብቲ ዓዲ ከኣ ንንጉስ ኣርቬንደል ዝድግፉ ሰባት ብስሕለት እንዳተቐትሉን ከምኡ ውን ሰይቲ ንጉስ ኣርቬንደል ማለት ግሮግያ ኣዲኡ ንኣሜለዝ እንዳወጨጨት ፊርዩን ተሰኪምዋ ክኸይድ ከሎ ይርእዮ እሞ ኣሚለዝ ኣብዚ ዓዲ ንኽነብር ወላ ሓንቲ ውሕስነት ስለ ዘይብሉ ብኡ ንብኡ ብጃልባ ገይሩ ባሕሪ ክሳገር ከሎ ንርእዮ። ከምኡውን ሓደ መዓልቲ ተመሊሱ ሕነ ናይ ኣቦኡ ኣብ ልዕሊ ፊርዮን ከም ዝፈዲ ይዛረብ። ድሕሪ ውሱን ዓመታት እምበኣር፣ ኣሚለስ ምስ ከምኡ ዝመሰሉ ካልኦት ናይ ቫይኪንግ ወተሃደራት ኣብ ጃልባ እንዳጀለበ ንርእዮ። ካብኡ ቀጺሎም ከኣ ናብ ሓንቲ ንእሽተይ ቁሸት ብምኻድ ነታ ቁሸት የጥቅዑዋ እሞ ንኹሎም ኣብኣ ዝነበሩ ሰባት ማሪኾም ንገሊኦም ንባርነት፣ ነተን ዝተረፍኦም ከኣ ኣንስቶም ንኽገብርዎ እንከለዉ ንርእዮም። ኣሚሌት ነቲ ዝገብርዎ ዘለዉ ኣብ ኩሉ ወላኮ ኢዱ እንተለዎ ውሽጡ ግን ሕጉስ ከም ዘይኮነ ንርኢ። ሓደ መዓልቲ ድማ ሓንቲ ማጊሻን ናብ ኣሚሌት ትመጽእ እሞ ሕነ ናይ ኣቦኻ ትፈድየሉ ግዜ ኣኺሉ እዩ ትብሎ። ኣሚሌት ድማ ብኸመይ ክፈልጥ ይኽእል ምስ በላ እዛ ማጊሻን ጽባሕ ሓደ ምልክት ክትርኢ ኢኻ ብምባል ብኡ ንብኡ ካብቲ ቦታ ትስወር። መሬት ምስ ወግሐ ሓደ ዓርኩ ንኣሜለዝ እዞም ዝማረኽዎም ሰባት ናብ ፊርዮን ሓወቦኻ'ዮም ክሽየጡ ብምባል ብዛዕባ ፊርዮን ክነግሮ ይጅምር'ሞ ወሲኹ ከኣ ኣብዚ ሕጂ ሰዓት ወላ ደኣ ንሓዉ ንጉስ ኣርቪንደል ይቕተሎ እምበር ብንጉስ ኖርወይ ስለ ዝተሳዕረ ንጉስ ኣይኮነን ዘሎ ይብሎ። ጽንሕ ኢሉ ከኣ ኣሜለዝ። ሓደ ኳኽ ናብኡ እናጠመተ ኢለ እሞ ኣቦኡ ቅድሚ ምማቱ ኸኣ ንግስነቱ ብኳኽ ይምሰል ከም ዝነበረ ይዝክሮ። ብኡ ንብኡ እቲ ትማሊ ሓደ ምልክት ክትርኢ ኢኻ ዝበለቶ ዘረባ ናይታ ማጊሽያን ዘኪሩ ሕነ ናይ ኣቦኡ ዝፈድየሉ ግዜ ከም ዝኣኸለ የረጋግጽ። ብኡ ንብኡ ኸኣ ጨጉሩ ቆሪጹ ነቲ ኣቦኡ ብቆልዕኡ ከሎ ዝሃቦ ናይ ክሳድ ክሓብኣ ከሎ ንርእዮ። ኣሜለስ ኣብዚ ሕጂ ሰዓት ከም ባርያ መሲሉ ናብ ናይ ፊርዮን ሰባት ንክሕወስ እዩ መዲቡ ዘሎ ብኡ ንብኡ ከኣ ካብ ሬሳ ናይ ሓደ ባርያ ክዳኑ ወሲዱ ይቅይሮ እሞ ኣብ ደረቱ ባርያ ምዃኑ ዘረጋግጽ ምልክት ድሕሪ ምግባሩ እምበኣር ከይተራእየ ድማ ናብታ ባሮት ዝውሰዱላ መርከብ ሓንቢሱ ክኣቱ ከሎ ንርእዮ ኣብታ መርከብ ድማ ምስ ሓንቲ ኦልጋ ዝተባህለ ጓል ይላለ እሞ ኦልጋ ኣሜልስ ከኣ እቲ ኩሉ ስለ ዝረኣየቶ ከምኦም ባርያ ከም ዘይኮነ ካብ መጀመርታ ተረዲእዋ ነይሩ እዩ። እንተኾነ ግን ኣሜልስ ጥዑይ ሰብ ምዃኑ ስለ ዝተረድኣ ሕልሚ ኣብ ዘሸግሮ ግዜ ሓቝፋ ከተጸናንዖ ከላ ንርእያ እሞ፣ እቲ ዘገርም ነገር ግን ኣሜልስ እውን ኣብቲ ዝርብሾ ሕልሙ ኦልጋ ምህላዋ እዩ። ድሕሪ ነዊሕ መዓልታት እታ መርከብ ናብ ናይ ፊርዮን ቦታ ትበጽሕ እሞ ኣብኡ ከኣ እቲ ፊንስ ዝተባህለ ኣሚለስ ብቆልዑ ከሎ ኣፍንጭኡ ዝቖረጸ ወተሃደርን ቴዮር ወዲ ፊርዮንን ኣቐበሎዎም እሞ ብድሕርዚ እዞም ባሮት ናብ ፊርዮን ምስ ተወሰዱ እምበኣር ፊርዮን ኣሚልስ ከም ካልኦት ባራዩ ድኹም መሲልዎ ናብ ካልእ ሰብ ክሸጦ ይሓስብ እሞ ሓይሉ ንኸርኢ ዝተገደደ ኣሚለስ ድማ ነቲ ብ ቅድሚኡ ዝነበረ ሰብ ብምቕጥቃጥ ቀሊል ሰብ ከም ዘይኮነ የርእዮ እሞ ፊርዮን ሓሳቡ ቀይሩ ንኣሚድስ ምስኡ ንኸጽንሖ ይውስን፣ ከምኡውን ነተን ኣዋልድ ባሮት እንዳ ረኣየ ኹሉ። ኦልጋ ኣመና ጽብቕቲ ምዃና የስተውዕል እሞ ኣብ ልዕሊኣ ፍሉይ ስምዒት ከሕድር ይጅምር። ኣብ ቀዳመይቲ ምሸቱ ድማ። ኣሚድስ ተሓቢኡ ካራ እንዳ ሰረቐ ኹሉ፣ ኣብ መንጎ። ድምጺ ናይ ሓንቲ ተነስተይቲ ወኻርያ ሰሚዑ ናብታ ወኻርያ ይጥምት እሞ ሕጂውን ካልኣይ ግዜ። ኣብቲ ቦታ ወኻርያ ክትረክብ ኢኻ ዝብል። ዘረባ ናይታ ማጂሽያን ዘኪሩ ኣብ ቅኑዕ መንገዲ ከም ዘሎ ይርድኦ። ንጽባሒቱ ኣሚለዝ ነቲ ከቢድ ናይ ባርነት ህይወት ሓደ ኢሉ ይጅምሮ። ካብቶም ናብ ውሽጢ ገዛ ናይ ፌርዮን ክኣትዉ ዝኽእሉ ባሮት ስለ ዝነበረ ከኣ ንውሽጢ ክኣቱ ዕድል ረኺቡ ናብ ገዛ ናይ ፌርዮን ይኣቱ'ሞ ኣብኡ ግን ሓደ ዘሰንብድ ነገር ይጽበዮ። ንሱ ከኣ ጉረን ኣዲኡ። ኣብዚ ሰዓት እዚ ሰይቲ ፌርዮን ኮይና። ንፊርዩን ጽቡቕ ክትከናኸኖን ከምኡውን ጋነር ዝተባህለ ሓድሽ ውላድ ከም ዘምጽኣትሉን ይርኢ እሞ በዚ ነገር እዚ ኣመልስ ኣዝዩ ይጉዳእ። ነዚ ዝረኣየት ኦልጋ ኸኣ እንታይ የጋጢምካ ንምባል ናብ ኣሜለስ ትመጽእ እሞ እንተኾነ ግን ንሳ ናብቲ ቦታ ክትቀርብ ስለ ዘይፍቀደላ ወተሃደራት ናይ ፊርዩን መጺኦም ጎቲቶም ወስዱዋ። መሬት ምስ መሰየሉ እምበኣር ኣሜሌስ ሕጂ'ውን ነታ ኣንስተይቲ ወኻርያ ይኽተላ እሞ ንሳ ድማ ናብ ሓደ ማጂሽያን ትወስዶ። ሽዑ እቲ ማጂሽያን ንዒስራ ዓመት ክጽበየካ እየ ጸኒሐ ብምባል ቅድሚ ዒስራ ዓመት ዝሓዞ ሽጋና ርእሲ ናይ ኣቦኡ የውጽኦ እሞ ብኡ ንብኡ ከኣ ንጉስ ኣርቬንደል ማለት ኣቦኡ ንኣሜሌስ ኣብ ኣእምሮኡ መጺኡ ክዛረቦ ይጅምር። ብኡ ድማ ንፌርዮንን ካልኦት ጸላእትኻን ብቐሊሉ ክትቀትለላ ትኽእል ሓንቲ ብርትዕቲ ሴፍ ኣብ ሓደ በዓቲ ኣላትካ። ነዛ ሴፍ ክተውጽኣ እንተኾይንካ ብምሸት ጥራይ ኢኻ ክትከይድ ዘለካ ብምባል። ናብቲ በዓቲ ክኸይድ ተኾይኑ ግን መጀመርታ ወርሒ ምሉእ ብምሉእ ወጺኣ ከም ዘላ ከረጋግጽ ከም ዘለዎ ይነግሮ። ኣሚለት ለበዋ ናይ ኣቦኡ ሰሚዑ ቅድሚ ካብቲ ቦታ ምኻዱ ግን እዚ ማጂሻን ሓደ መዓልቲ ኣብ መንጎ እተመሓላልፎ ለውሃት ናይ ዓሌትካን ወይ ድማ ጭካነ ናይ ጸላእትኻን ክትቅርቀር ኢኻ ዝብል ውስጠዘ ዘለዎ ናይ መወዳእታ ዘረባ ግድፈሉ። ጽቡቕ ዕድል ኮይኑ ኣብታ መዓልቲ እቲኣ ወርሒ ምሉእ ብምሉእ ወጺኣ ስለ ዝነበረት ኣሚለዝ ናብቲ በዓቲ ይኸይድ እሞ እንተኾነ ግን እታ ሴፍ ኣብ ኢድ ሓደ ሓወልቲ ትጸንሖ። ሽዑ ነዛ ሴፍ ከወስዛ ኢሉ ብዝሓሰበሉ ሰዓት እምበኣር እቲ ሓወልቲ ተሲኡ ንኣሚለዝ ክበኣሶ ይጅምር እሞ፣ ኣብ መጀመርታ ኣሜለዝ እዚ ሓወልቲ ወላ'ኳ ኣዝዩ በርቲዑ እኳ እንተ ነበረ፣ ጸኒሑ ግን እዚ ሓወልቲ ብርሃን ናይ ወርሒ ክጻወር ከም ዘይክእል ይርዳእ እሞ፣ ብኡ ንብኡ ናብቲ ብርሃን ናይታ ወርሒ ዝኣትወሉ ቦታ ይደፍኦ። በቲ ሒዝዎ ዝነበረ ፋስ ተጠቂሙ ድማ ነዚ ሓወልቲ ይቐትሎ እሞ፣ ገጹ ምስ ጠወየ ግን እቲ ሓወልቲ ነታ ሰይፊ ሒዙ ተመሊሱ ኣብታ ዝነበራ ቦታ ይጸንዖ። ካልኣይ ግዜ ኣሜልዝ ነታ ሴፍ ምስ ሰሓባ ግን እቲ ሓወልቲ ክፈራረስ ከሎ ንርእዮ። ብድሕርዚ ኣሜልዝ ናብቲ ናይ ፊርዮን ሕርሻ ይምለስ እሞ ዘይተሓስበ ግን ናይ ፊርዮን ከልቢ ብ ቅድሚኡ ጸኒሑ ክነብሕ ይጅምር። ድምጺ ከልቡ ዝሰምዐ ፊርዮን ድማ ናብቲ ቦታ ይመጽእ እሞ ኣሜልዝ ኣቐዲሙ ነቲ ከልቢ ስቕ ከም ዝብል ሳላ ዝገበሮ ግን ፊርዮን ኣብቲ ቦታ በጺሑ ይምለስ። ብድሕሪ እዚ ኦልጋ ናብ ትሱ ዘለዎ ቦታ የምጽኣ እሞ እንተኾነ ግን ኦልጋ ናይ ኣዴታተይ መጺኒ ኣሎ ብምባል ጸኒሓ ድማ ንፊርዮን ክተጥቅዖ ትፍትን እሞ ፊርዮን ግን ብቐሊሉ ኣብቲ መሬት ደርቢዋ ነታ ኣማሓዳሪት ናይ ባሮት ድማ ስነ ስርዓት ክትምህራ ከም ዘለዋ ነጊርዋ ይኸይድ። ነዚ ኩሉ ነገር ኣብ ላዕሊ ኮይኑ ዝዕዘብ ዘሎ ኣሚልስ ድማ ሕኒኡ ንኽፈዲ ሚኪ እቲ ሰዓት እዮ ብምባል ንፊሬን ክቐትሎ ይሓስብ እሞ እንተኾነ ግን ፀሓይ ክትወፅእ ስለ ዝጀመረት እታ ሴፍ እውን ፀሓይ ምስ ወፀት ዘይትሕግዞ ብምዃና ኣብ ሓደ ቦታ ሓቢእዋ ይምለስ። ንፅባሒቱ ናብ ኦልጋ ይኸይድ እሞ ብዛዕባ መደቡ ኩሉ የዕልላ። ኦልጋ ድማ ብሓሳቡ ተሰማሚዓ ንፊሬን ምስ ቀተሎ ነዲኡ ጉደር ሒዝዋ ንክሃድም ክትሕግዞ ምዃና ትነግሮ። ንፅባሒቱ ፊሬም ብዘሎ ወተሃደራትን ሰቡን ሒዙ ናብ ካልእ ቦታ ይኸይድ'ሞ ምስቶም ኣብቲ ዝኸዶ ቦታ ዝነብሩ ዓሌት ድማ ጽቡቕ ርክብ ከም ዘለዎ ንርኢ። ብድሕሪ'ዚ ሓደ ጸወታ የዳልዉ'ሞ ኣሜለስ ብወገን ናይቶም ንፊሬም ዝውክሉ ጋንታ ኮይኑ ክጻወት ከሎ ንርእዮ። እዚ ጸወታ ንሓንቲ ኩዕሶ ንምሓዝ ዝግበር ጸወታ ክኸውን ከሎ ነታ ኩዕሶ ንምምንጣል ድማ ካብቶም ጸላእትኻ ንመጻርርትኻ ተቐቲልካዮ ከም ገበን ኣይሕሰበልካን እዩ። ብኸምዚ ድማ ኣብዚ ጸወታ ኩሎም በብሓደ ሞይቶም ኣሜለዝን ካልእ ኣንጻሩ ግዙፍ ሰብኣይን ይተርፉ እሞ ንእሽተይ ወዱ ንፊሪን ዝኾነ ጋነር ድማ ኣሜለዝ ይሰዓር ኣሎ ብምባል ስምዒታዊ ኮይኑ ናብቲ ሜዳ ይኣቱ እሞ እቲ ሰብኣይ ድማ ንጋነር ኣውዲቑዎ ይኸይድ። ቅድሚ እቲ ሰብኣይ ንጋነር መጺኡ ምቕታሉ እምበኣር ኣሜልዝ ናብቲ ሰብኣይ መጺኡ ብጭካነ ይቐትሎ። ናይዚ ዝገበሮ መከሓሓሲ ከኣ ምሸት ጽምብል የዳልዉሉ እሞ ትዮር ድማ ናብቲ ጽምብል መጺኡ ንኣሜልዝ ህይወት ንእሽተይ ሓዉ ስለ ዘድሓነሉ የመስግኖ። ቀጺሉ እውን ካብ ሕጂ ንደሓር ንስኻ ተራ ባርያ ኣይኮንካን ሓለቓ ናይ ኩሎም ባርያታት ብምዃን ከተመሓድሮም ኢኻ ኢሉ ሓድሽ ስልጣን ይህቦ። ዝደለያ ጓል ንኽምርዖ እውን ምሉእ መሰል ከም ዘለዎ ይነግሮ'ሞ ከምኡ'ውን ፊርዮን ብናይ ኦልጋ ጠባይ ኣማሪሩ ኣብዚ ሕጂ ሰዓት ጸሊእዋ ስለ ዘሎ ንኦልጋ ወላ ክትምርዓዋ ትኽእል ኢኻ ብምባል ኦልጋ ብትምርቂ ከም ዘላ ምስ ነገሮ ኣሚልዝ ዓይኑ ከይሓጸየ ሽዑ ምሸት ንኦልጋ ይምርዓዋ። ብድሕሪ'ዚ ክልቲኦም ተተሓሒዞም ናብቲ በረኻ ብምኽያድ ናይ ሰብኣይን ሰበይትን ግዴታ ድሕሪ ምፍጻሞም፣ ከመይ ገይሮም መደቦም ከሳቕዕዎ ከም ዘለዉ ከዕልሉ ከለዉ ንርእዮም። ቅድሚ ምምላሶም ድማ ብተለምዶ ቃንጢ ሻሂ ኢልና ንጽውዖ ማሽሩም ይረኽቡ'ሞ ነቲ ቃንጢ ሻሂ ሒዞሞ ናብ በዓል ፊርዮን ይምለሱ። ምሉእ መዓልቲ ክሰርሑ ምስ ወዓሉ ድማ ንምሸቱ ኣሚልስ ክልተ ካብ ናይ ፊርዮን ወተሃደራት ቀቲሉ ኣብ ዝርኣ ቦታ ኣንጠልጢልዎም ይኸይድ። ንንግኡ ድማ ፊርዮን ክልተ ወተሃደራቱ ተንጠልጢሎም ምርእሞ በዚ ነገር እዚ ኣዝዩ ይቑጣዕ። ከምኡውን ናይዚ ከባቢ ሰባት እዮም ከምዚ ገይሮም ብምባል ትማሊ ናይቲ ንጋነር ወደይ ዘይቀተልኩምዎ ዲኹም ከምዚ ገይርኩም ብምባል ከጋፍዖም ይጅምር እሞ ኣብ መንጎ ግን ናይቲ ዓሌት ማጊክያን መጽያ እዞም ወተሃደራት ብኻልኦት ዘይኮኑ ብሓደ ካብ ናይ ፊርዮን ሰባት ከም ዝተቐትለ ትነግር እሞ እቲ ቀታሊ ግን ከቢድ ቁጥዐ ስለ ዘለዎ ተወሰኽቲ ሰባት እውን ከም ዝቐትል ትነግር። ንሚኬቱ ድማ፣ እታ ማጂሻን፣ ኣምላኽና ምእንቲ ክከላኸለልና መስዋእቲ ክንገብረሉ ኣለና ብምባል ንሓንቲ ጓል ኣሲራ ክትስውኣ እንዳተዳለወት ኮላ፣ ኣሚሊዝ ንኹሎም እንስሳታት ናይቲ ከባቢ ኣኪቡ ከም ዝነብሑ ይገብሮም እሞ፣ ከልቢ ናይ ፊርዮን ድማ በዚ ናይ እንስሳታት ድምጺ ፈሪሑ ንዋንኡ ከጥቅዖ ይጅምር። ፊርዮን ድማ ንኸልቡ ድሕሪ ምቕታል ንኹሎም ወተሃደራቱ ኣኪቡ፣ ናብቲ ዝርብሾም ዘሎ ናይ እንስሳታት ድምፂ ይኸይድ እሞ ኣሚልየስ ድማ ነዚ ዕድል ተጠቂሙ ነታ ንመስዋእቲ ክትከውን ተሓሲባ ዝነበረት ጓል ብምፍታሕ ኣብ ክንዳ ነታ ማጂሽያን ናይቲ ዓሌት ኣብቲ ቦታ ሓኒቑ ይቐትላ። ቅድሚ በዓል ፊሪር ናብቲ ቦታ ምምፅኦም ድማ ነቲ ምስ ኦልጋ ዝረኸብዎ ቃንጢሻ ኣብቲ መግቢ ናይቶም ወደሃደራት ዝስረሓሉ ድስቲ ከእትዎ ከሎ ንሪኦ። ንጽባሒት ንግሆ ድማ ዋላ እኳ ፊርየን ኩሎም ባሮት ብሓደ ኮይኖም ንኽሰርሑን ንሓድሕዶም ድማ ክተሓላለዉ ከም ዘለዎም እንተ ነገሮም፣ ንምሸቱ ግን በቲ ኣሚሌስ ዘእተወሎም ቃንጥሻ ሰኺሮም ናይ ፊርየን ወተሃደራት ንዝረኸብዎ ሰብ ከጥቅዑ ይጅምሩ። ኣሚሌስ ሕጂ እውን ነዛ ዕድል ክጥቀመላ ስለ ዘለዎ ንኦልጋ ኣብ ሓደ ቦታ ሓሊፋ ክትጸንሖ ከም ዘለዋ ነጊርዋ ነዲኡ ንኽድሕን ናብ ጉደር ኸይድ። ተዓብዩ ናብቲ ውሽጢ ክፍሊ ስለ ዝኣተወ ድማ፣ ኣብ መጀመርታ ንጉረደን የረጋግኣ እሞ፣ ወዳ ምዃኑን እቲ ቅድሚ ዕስራ ዓመት ሞይቱ ዝተባህለ ኣሚልስ ወዳ ምዃኑ ይነግራ። በዚ ነገር እዚ ኣዲኡ ዋላኳ ኣዝያ እንተ ተገረመት፣ እንተኾነ ግን ንሳ እዚ ዘላቶ ህይወት ተሓጒሳ ትነብሮ ከም ዘላን እኳ ደኣ ብኣንጻሩ ምስ ኣቡኡ ንኣሚልስ ማለት ንጉስ ኣርቬንደል ዝኾነ ዓይነት ፍቕሪ ከም ዘይነበራ ትገልጸሉ። እቲ ምኽንያት ከኣ ንጉስ ኣርቪንደል ንጎርደን ከም ሰበይቱ ተመርዒ ዘይኮነ ካብ ካልኦት ዓሌት ማሪኹ ዘምጽኣ ባርያ'ያ ነይራ። ምስኡ ፍቕሪ ክሕዛ ስለ ዘይከኣለ እምበኣር ንሓዉ ፊርዮን ለሚና ንጉስ ኣርቪንደል ክቕተል ከም ዝገበረትን ኣብቲ መዓልቲ'ቲ ፊርዮን ተሰኪምዋ እንዳኣወየት ትኸይድ ዝነበረት ድማ ናይ ሓዘን ኣውያት ዘይኮነ ካብ ሕጂ ንደሓር ምስ ዘፍቅሮ ሰብ ክነብር እየ ብምባል ናይ ሓጎስ ኣውያት እዩ ነይሩ። ኢላ ኩሉ እቲ ዝነበረ ጸሊም ታሪኽ ትገልጸሉ እሞ ኣብ መወዳእታ ኣሜሊስ ነዲኡ ጉደር እውን ክቐትላ ከም ዘለዎ ይሓስብ። ጉደር ግን ንዓይ ካብታ እተወለድካላ መዓልቲ ጀሚርካ ከም ኣዴኻ ስለ ትርእየኒ ክትቀትለኒ ኣይትኽእልን ኢኻ ብምባል ናብኡ ትጽጋዕ እሞ ንፊሬንን ደቁን እንድሕር ቀቲልካዮም ድማ ኣነ ሰበይትኻ ኮይነ ነዚ ነግስነት ነቐጽሎ ብምባል ከይሓፈረት ጉደር ንገዛእ ወዳ ኣብ ከንፈሩ ትስዕሞ። እዚ ነገር ድማ ንኣሜኔዝ ኣፈንፊንዎ ብኡ ንብኡ ኣብቲ ቦታ ገዲፍዋ ይኸይድ እሞ ኣብ ክንድኣ ድማ እቲ ጥዮር ዝተባህለ ቦኽሪ ወዱ ንፊሬን ኣብ ዓራቱ ከሎ ይቐትሎ። ብኡ ንብኡ ከኣ ናብ ኦልጋ ከይዱ ብዛዕባ ኣዲኡ ኩሉ ይነግራ እሞ ካብ ሕጂ ንደሓር ጉደር ሓቀኛ ማንነቱ ስለ ዝፈለጠቶ ከም ባርያ ኮይኑ ከምስል ከም ዘየድልዮን ኦልጋ ድማ ካብዚ ቦታ ክትሃድም ከም ዘለዋን ይነግራ። ንጽባሒቱ ንግሆ ድማ ፊርዮን ሬሳ ናይ ወዱ ተደርብዩ ይረኽቦ እሞ ካብኡ ዝገደደ ከኣ ኣብቲ ሬሳ ልቡ ብዘይ ምህላዋ ኣዝዩ ይሓርቕ። እቲ ምንታይሲ ብስርዓት ናይ ቫይኪንግ ልቢ ናይቲ መዋቲ ካብቲ ሬሳ እንድሕር ተወሲዳ እቲ ዝሞተ ሰብ ናብ ቫልሃላ ማለት ብናቶም ልምዲ ገነት ክኣቱ ይክእልኒ ማለት እዩ። ኣብታ ዘላታ ተወሰኸታ ከም ዝበሃል ድማ ጉደር ናብ ፊሬን መጽኣ። እዚ ዝገበረ ኣሜሊዝ እዩ ወዲ ንጉስ ኣርቨንደር ብምባል ብዛዕባ ኣሜሊዝ ሓቀኛ ማንነት ትነግሮ። ብሕርቃን ሰኺሩ ዘሎ ፊሬን ድማ በብሓደ ንኹሎም ባሮት እንዳሳቐየ ብዛዕባ ኣሚሊስ ዝፈልጥዎ ንኽናዘዙ ይገብሮም እሞ ናብ ኦልጋ ምስ በጽሐ ድማ ኣሚሊስ ካብ ርሑቕ ንፊሪን ዓው ኢሉ ክጽውዖ ይጅምር። ኣብዚ ሰዓት እዚ ኣሚሊስ እቲ ኣቦኡ ዝገደፈሉ ናይ ክሳድ ገይሩ ሓቀኛ ስሙ ድማ ኣሚሊስ ምዃኑ ይነግሮ'ሞ ቅድሚ ናብኡ ምምጽኡ ከኣ ናይ ቲዮር ልቢ ኣብ ኢዱ ሒዝዋ ከም ዘሎ የርእዮ። ብድሕርዚ እምበኣር፣ ኣሚሌት ሓደ ብሓደ ምስ ናይ ፊሬን ወተሃደራት ክገጥም ይጅምር'ሞ፣ ኦልጋ ድማ ነዚ ዕድል ተጠቂማ ካብቲ ቦታ ክትሃድም ኮላ ንርእያ። ፊሬን ኣብ መወዳእትኡ ንኣሚሌዝ ምስ ሓዞ እምበኣር፣ ኣሚሌዝ ናይ ብሓቂ ናይ ቲዮር ልቢ ሒዙ ዝመጸ መሲልዎ ኣብ መጀመርትኡ ወላ እንተተሓጎሰ፣ ኣሚሌዝ ግን ልቢ ናይ ቲዮር ኣውጺኡ ንኸልቢ ከም ዝሃቦ ይነግሮ'ሞ፣ ፊርዮን ግን ክኣምኖ ስለ ዘይከኣለ ኣብ ሓደ ቦታ ወሲዱ ክቕጥቅጦ ይጅምር። ኣሜኔት ምልፍላፍ ምስ ኣበዩ እምበኣር ናይ ወዱ ቐብሪ ከዳሉ ስለ ዘለዎ ተመሊሰ ክቐትለካ እየ ብምባል ንኣሜኔዛዊ ገዲፍዎ ይኸይድ። ቅድሚ ምኻዶም ድማ ሓደ ወተሃደር ናይ ፊርዮን ናይ ኣሜኔት ሴፍ ኣይትጠቅምነ ብምባል ኣብቲ ኣሜኔት ተኣሲርዎ ዘሎ ገዛ ደርቢዋ ይኸይድ። ድሕሪ ቁሩብ ደቓይቕ ግን ኣሜሌ ስኳኻት መጺኤን ክፈትሕኦ ይጅምራ። ኣብቲ ሓደ ድማ ፊሬን ንወዱ ቴዮር ግቡእ ቀብሪ ጌሩ ድሕሪ ምፍናው ኣብ ክንድኡ ንጋነር ወዱ ወራሲ ናይ ንግስነቱ ንኽኸውን ሾሞ። ንኣሜሌስ ክቐትልዎ ምስ ተመለሱ እምበኣር ድሮ ኣሜሌስ ካብቲ ቦታ ኣምሊጡ ኣብቲ ንሱ ተኣሲርሉ ዝነበረ ቦታ ኳኻት ተኣኪበን ይጸንሖም። ናብ ኣሜሌስ ምስ ከድና ድማ ኣሚሊዝ ብሕልሙ ሓደ ሰብኣይ ብፈረስ ሒዝዎ ናብ ቫልሃላ እንዳኸደ ይርኢ እሞ ኣብ መንጎ ግን ካብቲ ዝነበሮ ዓሚቕ ሕልሚ ተባራቢሩ ኦልጋ ኣብ ጎኑ ይረኽባ። ብኸምዚ ድማ ንኣሚሊዝ ፈቲሓ ክሃድም ዝገበረቶ ኦልጋ ምዃና ንርዳእ። ኦልጋ ንዕኡ ኢላ ምምላሳ እምበኣር ፈጣሪ ንኸይመውት ከም ዝጸሓፈሉን ናቱ ጽሑፍቶ ምስኣ ሓዳር መስሪቱ ሰላማዊ ህይወት ንምንባር ምዃኑ ይርድኦ እሞ ብኡ ንብኡ ንኦልጋ ሒዝዋ ካብቲ ቦታ ብመርከብ ክኸዱ ይጅምሩ። ኣብ መንገዶም ድማ ኦልጋ ፊሬን ኣብ ክሳዳ ዝገደፈላ በሰላ ናይ ካራ ይረግሞ። ዮነታ በሰላ ኣብ ዝሰዓመላ ሰዓት እምበኣር፣ ኣሚሊስ ከምቲ ብቖልዕኡ ተራእይዎ ዝነበረ ናይ ዓሌቱ ሓረግ ወለዶ ክርኣዮ ይጅምር እሞ፣ ኣብ መወዳእትኡ እውን ካብቶም ካብ ኦልጋ ዝወልዶም ክልተ ማናቱ ሓዲኦም ንጉስ ከም ዝኸውን ይርኢ። በዚ ድማ ኦልጋ ኣብዚ ሰዓት እዚ ነብሰ ጾር ከም ዘላ ይርድኦ። እዚ ነገር ወላ እኳ ኣዝዩ ጽቡቕ እንተኾነ፣ ኣሚሊስ ግን ኣብ መወዳእታ ኣብ መንጎ ለውሃት ናይ ዓሌትካን ጭካነ ናይ ጸላእትኻን ክትቅርቀር ኢኻ ዝብል ዘረባ ተዘኪርዎ፣ ፊሬም ብህይወት ክሳዕ ዘሎ ብሰላም ክነብሩ ከም ዘይክእሉ ተረዲእዎ። ኣሚለስ ጭካነ ናይ ጸላእቱ ንኸጥፍኦ ይመርጽ። ብኡ ንብኡ ኸኣ ንኦልጋ ኵሉ ሓሳቡ ነጊሩ ንፊሬም ንኸቐትሎ ሓንቢሱ ክምለስ ከሎ ንርእዮ'ሞ፣ ኦልጋ ድማ ኣሚለስ ንኸይመውትን ኣብቲ ዝገብሮ ውግእ ድማ ንኽሕግዞ ናብ ፈጣሪኣ ትልምን። ንሚኬቱ ደማ ኣሜንስ ናብቲ ናይ ፊሪኖ ሕርሻ ተሓቢኡ ብምእታው በብሓደ ንኹሎም ወተሃደራቱ ክቐትሎም ይጅምር እሞ ኣብ መወዳእትኡ ድማ ነቲ ፊን ዝተባህለ ብቖልዕኡ ከሎ ኣፍንጭኡ ቆሪጽዎ ዝነበረ ሕጂ ግን ምሉእ ብምሉእ ብምቕታል ንዕኡ ኣቃቢጽዎ ናብ ጉደር ይኸይድ። በታ ፊሪን ገዲፍላ ዝኸደ ካራ ጉደር ንመጀመርታ ዋላ'ኳ ንኣሜንስ ክተጥቅዖ እንተፈተነት ወላ ሓንቲ ናይ ሴፍ ምልከት ስለ ዘይብላ ግን ኣሜሊዝ ብቐሊሉ ኣብ ልባ ወጊኡ ይቐትላ። ንዓ እንዳ ቀተላ ኩሉ ከኣ ጋነር ንእሽተይ ወዱ ንፊርዮን ብድሕሪኡ መጺኡ ንኣሜሊዝ ብተደጋጋሚ ግዜ ብኻራ ይወጎሙ። እንተኾነ ግን ሕጂውን ኣሜሊዝ ንጋነር ኣብ መሬት ኣውዲቑ ክቐትሎ ከሎ ንርእዮ። ብዙሕ ከይጸንሐ ውን ፊርዮን ናብቲ ቦታ መጺኡ ወዱን ሰበይቱን ተቐቲሎም ጸንሖ እሞ ሽዑ ሬስኦም ምስ ኣልዓለ ምስ ኣሚዲስ ክገጠም እዩ እንዳበልናዮ ከሎና ንሱ ግን ናይ መወዳእታ ግጥምና ንምግባር ናብቲ እሳተ ጎመራ ዘለዎ ቦታ ምጻኒ ይብሎ። ኣሚሊዝ ናብኡ እንዳኸደ ከሎ ከኣ ባሮት ናይ ፊርዮን ወተሃደራት ከም ዝሞቱ ምስ ረኣዩ ነቲ ናይ ፊርዮን ሕርሻ ከንድድዎ ይጅምሩ። ብድሕሪዚ ኣሚሊዝ ናብቲ እሳተ ጎመራ ዘለዎ ጎቦ እንዳኸደ ከሎ ኣብ መንገዱ ናይ ጉደርን ናይ ጋነርን ሬሳ ይረክብ እሞ ለዋህ ልቢ ዘለዋ ኣሜሌዝ ግን ንኽልቲኦም ይቕሬታ ግበሩለይ ብምባል ተፋኒዎም ብኡንብኡ ኣብቲ ጎቦ ደይቡ ምስ ፊርዮን ክገጥም ይጅምር። ክልቲኦም ካብ ንሓድሕዶም ዘይሰናነፍ ብቕዓት እዩ ነይርዎም። ኣብ መወዳእትኡ ድማ ክልቲኦም ብሓደ ግዜ ሴፋቶም ብምስዳድ ክልቲኦም ክሞቱ ከለዉ ርኢናዮም። ኣብ መወዳእታ ናይ ፊልምና ኣሜሌዝ ኦልጋ ክልተ ደቃ ሓቝፋ ሬስኡ ድማ ናብ ቫልሃላ እንዳተወስደ እንዳተራእየ ከሎ ተዓዚብና ፊልምና ዘኖርዝመን ኣብዚ ትውድእ። ብኣርከስ ተኸታተልቲ ወይ ናይ ትግርኛ እዛ ዘኖርዝማን ትብል ተፈታዊት ናይ ቫይኪንግ ፊልም ከመይ ረኺብኩማ? እንተፈቲኹማ ናብ ካልኦት ሰባት ሼር ምግባር ኣይትረስዑ እንዳበልኩ ተኻታታሊት ፊልም ጌም ኦፍ ትሮንስ ሳልሳይ ምዕራፍ ተዘርጊሓ ከምዘላ ከ ፈሊጥኩም ዶ ነቶም ዘይረኣኹማ ኣብዚ ስክሪን ገዲፈልኩም ኣለኹ እንዳበልኩ። ኣብ ቀጻሊ ብኻልእ ፊልም ክሳዕ ንራኸብ ሰሰናዩ።